ሰላም ሰላም ኣብ መላእ ዓለም ኮይንኩም መደባትና ትከታተልዎ ዘለኹም ኣብ ዘለኹሞ ሰላም ከምጽሓልኩም ፈጣሪ እንዳተመነኹ ሎሚ ኸኣ ሓንቲ ጋሻ ጽግምቲ ኣደ ምስ ወዳኤ ሒዘ ቐሪበ ዘለኹ ብምሉእኹም ነዚ መደብ እዚ ትከታተልዎ ዘለኹም ገበርቲ ሰናይ ከኣ ኣዓቕምኹም ነዛ ኣደ ክትሕግዝዋ ብሽም ፈጣሪ ይምሕጸነኩም የቐንየለይ።
ናይ ሰምሃር ጸጋ ይበሃል እዚኦም ቆልዑት ከዓ ኣርባዕቲኦም ደቀ እዮም ዓበይ ኣማኒኤል ይበሃል ሰሊሆም ማትያስ እዚ ከኣ ራእይ ይበሃል። ንእሽተይ ህጻን ራእይ ኢያሱ ኣብ ሸነኽ ክኸይድ ከሎ ከብዲ ወላዲቱ ከሎ ብዘጋጠሞ ማይ ኣብ ርእሲ ናይ ምምላእ ቁሩብ ናይ ጥዕና ጸገም ገይሩ ስጋብ ዝዕድመ ከኣ ብክትትል ልዑል ክትትል ናይ ሕክምና እዩ ዝግበረሉ ዘሎ። ሻሎም ሻሎም ሻሎም ንኩላትኩም ተደናገጽትን ተሓጋገዝትን ኩላትኩም ህዝቢ ኤሪትራ ኣብ ውሽን ኣብ ደገን ዘለኹም መጺኤኩም ዘለኹ ብምኽንያት ወድና ራኢ ዮሃንስ እየ ራኢ እያሱ እየ እያሱ ወዲ ኣባ ሻውል ወዲ ዕዳት ሓሙስ ስፔን ኩዕሾ ዝቐላዕኹም ኩላትኩም መታዓቢቲ ብፍላይ ከምኡ ውን ንኩላትኩም ተደናገጽቲ ብመሰረት መጽሓፍ ቅዱስ ዘፍጥረት ሸውዓተ ሓደ ዓሰርተ ሸውዓተ ከም መልክዕ ኣምላኽ ከም ምስሊ ኣምላኽ እዩ ሰብ ተፈጢሩ መልክዕ ኣምላኽ ምስሊ ኣምላኽ ማለት ድማ ሰብ ተደናጋጺ ከም ኣምላኽ ዝድንግጾ ሰብ ደጋፊ ከምቲ ኣምላኽ ንሰብ ዝድግፎ እዩ እሞ ነዚ ሓሳብ እዚ ነዚ ራእይ እዚ እዚ ራእይ ከም ራእይ ከም ሽሙ ምእንታን ክዓቢ ምእንታን ክቕጽል ንዚ ኣጓኒፍዎ ዘሎ ድማ መፍትሒ ምእንታን ክንከውን ዓቕምና ዘብለ ክንዝርግሕ ኢያሱ ማለት ዕዳጋ ሓሙስን ኣባ ሻውልን ኢለኩም ኣለኹ፣ መተዓብይትና እዩ። በሉ ነዚ ሰናይ ግብሪ የእዳውኩም ዘርግሑ፣ እግዚኣብሄር ድማ ኢዱ ክዝርግሓልኩም እዩ። ሰላም ሰላም ኣብ ውሽጥን ኣብ ደገን ትርከቡ ኩላትኩም ኣሕዋት ብምሉእኩም ሃገራዊ ኣጎልጉሎት ዝኮንኩም ኣባልኩም እያሱ ወዱ ብዝሓደሮ ሕማም ናይ መትኒ ኦፕሬሽን ስለተባሃለ ካብ ዓቅሙ ንዓሊ ስለዝኮነ

ስጋዕ ሕጂ እኮ ዝቐኒ ይመስለንን ነይሩ ግን ቀንዩ ሰብ ኮይኑ ሰብ ምስ ኮነ ከዓኒ ወርዱ ኢሎሞ ማለት እዩ እቲ ግን ኣነ ክሕኩማ ዓቕሚ የብለይን ኩላትኩም ኣሕዋተይ ሓግዙኒ ናይ ሜዳ ውፅኒ ክብለ ከለኹ ከም ሰላሳ ሽሕ ዶላር ኮይኑ ንልዕሊ ዓቕመይ ኮነ ሕክምና ንካዛ ግን ኣብራይ ትፈልጥያ ኸ ሰብኣየ ካብ ኣገልግሎት እዩ ንገብሮ ጠፊኡኒ በቃ ደስ በቃ ኩሎም ዓኦም ሓግዙ ንክብሎም እዚኣ ሜዲካል ቦርድ ከዓ ካብ ተፀሓፈትሉስ ንዑ ከዓ ክሕከም ሰብ ክኸውን ደልየ ኣረ ሜራ ሓብተይ ኣነ ሰላሳ ሽሕ ዶላር ኣይኮነ ሰለስተ ሚእቲ ከማን የብለይን ኣብ ገዛይ እዛ ትርእያ ደለኺ ኢኻ እዛ ገዛይ ሰብኣይ ኣገልግሎት እዩ ኣነ በቃ ካብዛ ሽግር እዚኣስ ብኸመይ ይሓውዝ ጓል ብኸመይ ሰብ ይኸውን ኩሎም ኤርትራውያን ካብ ኢደ ኢደ ኢልካ ክሕግዙ ንኻ ተስፋ ጸገም ደኣ ማይ ኣለዎ ብእሲ ኢሎም እዚ ማይ ኣለዎ ብእሲ ኢሎም እዚ ቆልዓ ካብ ዝውለድ ከዓ ሓሙሽተ ወርሒ ገይሩ ሓሙሽተ ወርሒ ከዓ ዋላ ሓንቲ ለውጢ ይረኣኹሉ ይንቀሳቐስ ኣይክእል ገለ ይክእል ዝኸብዱ ርእሱ ይኸብዶ ይረስን ሕጂ ክንቀሳቐስ ገለ ዝግብኦ ደረጃስ ኣይበፅሖን ደሎ ከስተውዕል ፍሽኽ ክብል ሊዳ ዝግብኦ ነይሩ ግን ስጋ ሕጂ ኣይጀመረን ደሎ ዋላ ፍሽኽ ክብል ኣይክእል ገለ ይክእል እታ ርእሱ ስለትኸብዶ ደላ እዚ ከዓ ሓታዮም ከዓ ንግድን ደገ ከይዱ ክሕከም ኣለዎ

እቲ ዓቕሚ ምስቲ ዓቕሚ ስድራቤታዊ ከይድካ ክትሕክሞ ስለ ዘይተኻእለ፣ ስድራቤትካ ኣብ ጉልባቡ ቀሊዑ ግን ኩሉ ህዝቢ ኤርትራ ፈታዊ ካልእ ሓጉዙና ነዚ ቆልዓዚ ከምቲ ሽሙ ተጠንቅቕዎ ዘሎ ራኢ ያሱ ተባሂሉ ዘሎ ራኢኡ ዝለዓለ ደረጃ ሓቢኡ ኣብ ዝለዓለ ደረጃ ክበጽሕ ዓቢ ሰብ ክኸውን ናይ ኩሉ ሰብ ናይ ስድራ ቤት ከኣ ብፍላይ ናይታ ዒሕ ኢላ ዝወለደት ወላዲት ከኣ ስለ ዝኾነ ኤርትራዊ ከኣ ኩሉ ግዜ ክህብ ከሎ ዝያዳ ክሕግስ ከሎ ክሕግዝ ከሎ እዩ ዝያዳ ዝሕጎስ ከምኡ ስለ ዝኾነ እቲ ምስላታት ንስኻትኩም ከኣ ከምቲ ኩሉ ግዜ ከይተሓለልኩም ትገብርዎ ንኩሉ ተተባብዕዎ ሎሚ እውን ኣብ ህጻን ራኢ ዝለዓለ እጃም ክትጻወቱ ንስድራ ቤት ከኣ ክንሕግዞም ተስፋ ኣለኒ።

ክዛረብዎ ዝጸንሑ ስነ ጥበባውያን በዓል ሓንጣል ክዛረብዎ ዝጸንሑ ማለት እዩ። እቲ ትኽክለኛ እዚ ቆልዓ እዚ ብሕጂ እንተደይ ተፈዊሱ ካብ ዓቕሙ ንላዕሊ ስለ ዝኾነ እያሱ ከኣ ሃገራዊ ኣገልግሎት እዩ ኣብዚ ሰዓት እዚ ደገፍኩም ስለ ዝደለየ ብምሉእኹም ታሽዓይ ዙርያ ብሕልፊ ንእያሱ ዘይፈልጥ የለን ብምሉእኹም እንዳ ሰላሳን ሸውዓተን በብዓቕምኹም ክትድግፍዎ እምሕጸን ከመይ እንተልኩምኒ ኩልሻዕ ብደገ ዘሎ ብምሉኡ ኣሕዋትና ኣብዚ እናተራዳዳእና እንዳተናጋገርና ኢና ብምሉኡ እቲ ጸገም ናይ ሰብ ንሽፍን ሕጂ ከኣ ካብ ዓቕሙ ንላዕሊ ስለ ዝኾነ እያሱ በብዓቕምኹም ማለት ኩሉኹም ኣብ ደገ ዘለኹም ብምሉእኹም ኣብ ደገ ትርከቡ ሃገራዊ ኣገልግሎት ዓዓቕምኹም ንእያሱ ነዚ ህጻን ክትብሉ በብዓቕምኹም ክትድግፍዎ ብትሕትና ኣለኒ ማለት ብትሕትና እሓተኩም ኣለኩ ድምጻዊ ኢሰያስ ሓልቢ ኮሚደረ የቀንየልና ኣስዋኣይ ከምኡ እዩ እምነተይ ዘሎ ኣይንሓፍርን እና ከኣ ብኩሎም ኣሕዋትና ቤተሰብና ኩሉ ኣብ ወጻኢ ዘሎ ኤርትራዊ ብሓፈሻ ካልእ ፈታዊ ተልዩ ውን ነዚ ዓቢ ኣጋጣሚ ወይ ከኣ ነዚ ናይ ኣምላክ ስራሕ ኣባኹም ይተሓጋገዝ ኣብ ዝለዓለ ሕክምና ከይዱ እዚ ህጻን እዚ ወዲ ሓዊ ተስፋናን ጾሎትናን እዩ ኣብቲ ጾሎትና ንእግዚኣብሔር ኩሉ ከስምረልና እቲ ቆልዓ ከኣ ዝያደ ዝያዳ እግዚኣብሔር ክሕግዞ ተስፋ ኣለና እሞ ንስኻትኩም ከኣ ኩሉ ግዜ ከምቲ ትገብርዎ ሓገዝኩም ኣይፈለየና ካብዚ ንላዕሊ የለን ምክንያቱ እቲ ቆልዓ ኣብ ኣዝዩ ሓደገኛ ኩነታት እዩ ዘሎ ኣብዚ ውሽጢ ዝተፈላለየ ቁሩብ ኣዋርሕ

ከምኡውን ካልኦት ህፃውነት ውን ኣለዋ ፀገማታ ሪኢኹም ክትሕግዝዋ ብሽም ፈጣሪ ይምሕፀነኩም ዘውፃኹሞ ከዓ ፈጣሪ ባዕሉ ይመላኣልኩም ስለ ዝተኸታተልኩምና ብልቢ እንዳመስገንኩ ሰሰናይ ምነልኩም ሰናይ ቅነ